ማዳን ፈጸጋ ንምጥፋእን ከምኡውን ቆርበት ገጽና ንኸይኣርግ ዝጠቕሙ ኣብ ገዛ ዝዳለዉ ሳይንስውን ዝድግፎም ምሩጻት ኣርባዕተ ናይ ገጽ ማስክ ኣሰራርሓ ክሕብረኩም እየ። ብዙሓት ሰባት ብፍላይ ደቂ ኣንስትዮ ዝሓትትኦ ሕቶ ኣሎ። ብዘይ ናይ ሕክምና ውጽኢት ሱቕ ኢልካ ውሽጡ ከይፈለጥካ መድሃኒት ምውሳድ ዘየዋጽእ እዩ። ብርግጽ ገለ ገሌና ንኻልኦት ዝጠቐሞም መድሃኒት ወይ ከኣ ክሬማት ገዚእካ ምጥቃም ልሙድ ነገር እዩ። ካብ ጽቡቕ ድሌታት እውን ንዓና ዝጠቐመና ነገር ንኻልኦት ፈተውትና ንኽጥቀሙሉ ንሕብሮም ኢና። ግን ነቲ ሰብ ከምቲ ንዓና ዝተሰማምዓና ዘይክሰማምዖ ይኽእል እዩ። ዋላ እውን ዘይተሓሰበ ጎናዊ ሳዕቤናት ወይ ከኣ ሳይድ ኢፌክት ዝበሃል ከስዕበሎም ይኽእል እዩ። ስለዚ ንፈጸጋን ንማዳን ንናይ ካልኦት ናይ ገጽና ቆርበት ጸገማት ብዘይ ናይ ሓኪም ትእዛዝ መድሃኒታት ይኹኑ ወይ ከኣ ክሬማት እናገዛእና ገንዘብና እንዳባኸንና ገጽናውን ብኬሚካላት ካብ ነባላሹ ሎሚ ንሕብረኩም ኣብ ገዛ ዝዳለውን ተፈጥራዊ ዝኾኑ ኣማራጺታት ምጥቃም ብጣዕሚ ዝሓሸ እዩ ንኹሉ ሰብ ድማ ብማዕረ ለውጢ እኳ ተዘይኣምጸኣ ግን ከኣ ዝኾነ ጎናዊ ሳዕቤን ወይ ከኣ ሳይድ ኢፌክት ዝበሃል ነገር የብሉን። ኣብ መወዳእታ ድማ ሓደ ንፈጸጋ ዝኸውን ኣብ ገዛ ዝርከብ ኬሚካል ከምኡውን ኣጠቓቕምኡ ክንርኢ ኢና። ብርግጽ ድማ እዚ ሓበሬታታት ክጠቕመኩም እዩሞ ዳግማይ ክሳብ መወዳእታ ክትከታተሉኒ ይዕድመኩም። ነዞም ናይ ገጽ ማስክታት ክትፍትኑ እንከለኹም ክተስተውዕሉሎም ዘለኩም ሽዱሽተ ነጥብታት ኣለዉ። ቀዳማይ፣ ዝኾነ ውሁድ ወይ ከኣ ኮምፓውንድ ኣብ ገጽኩም ቅድሚ ምልካይኩም መጀመርያ ኣብ ኢድኩም ፈትንዎ። ካብ ሓሙሽተ ክሳብ ዓሰርተ ደቒቕ ትርእይዎ'ሞ እንተ ኣሕኪኹኩም ወይ ከኣ ዝኾነ ፍልይ ዝበለ ስምዒት እንተ ተሰሚዕኩም ቀልጢፍኩም ተሓጸብዎ። ገጽኩም ውን ኣይትለኸይዎ። ካልኣይ፣ ኣብ ገዛ ንገጽ ዝኾኑ ማስክታት ከተዳልዉ ከለኹም ንሓንሳብ ጥራይ ንጥቀመሎም ጌርኩም ዓቅንዎም። ከምቶም ንገዝኦም መድሃኒታት፣ መናውሒ ወይ ድማ ፕሪዘርቫቲቭ ስለ ዘይብሎም ኣብ ሓጺር ሰዓታት እውን ክበላሸዉ ይኽእሉ እዮም። ኣብ ፍርጅ ምዕቃብ እውን ወይ ከኣ ኣብ ፍርጅ ምእታው እውን ርእሱ ዝኸኣለ ሓደጋ ክህልዎ ይኽእል እዩ። ሳልሳይ፣ ቆርበት ገጽኩም ብውሑድ ደረቕ ድዩ ዋላስ ቅብኣት ኣለዎ ምፍላጥ ጽቡቕ እዩ። ራብዓይ፣ ብፈጸጋ ይኹን ብኻልእ ጠንቂ ንዝተቐልጠ ወይ ከኣ ዝጎድጎደ ገጽኩም ኣይትልከዩ። ሓምሻይ፣ ኣቐዲምኩም ኩሉ ግዜ ገጽኩም ብስርዓት ምሕጻብ ኣይትረስዑ። ከምኡ ድማ እቲ ዘዳለኹሞ ማስክታት ምሸት ክትጥቀሙሉ ይሓይሽ። ሻድሻይ፣ ተጠቂምኩም ምስ ወዳእኩምን ምስ ተሓጸብኩምን፣ ዝሰማማዓኩም መለስለሲ ወይ ድማ ሞይስቸራይዝ ምጥቃም ኣይትዘንግዑ። እምበኣር ሕጂ ከኣ ናብቶም ማስክታት ከብለኩም እየ። ራብዓይ፣ ብርግኦን ባናናን ጌርና ናይ ገጽ ማስክ ክንሰርሕ ንኽእል ኢና። ዘድልዩና ትሕዝቶታት ድማ ባናና፣ ጽሩይ ርጎ፣ መዓርን ለሚንን። መጀመርያ ነቲ ባናና ንሓጽቦን ንቐልጦን። ንሓንሳብ ንጥቀመሉ ዓቐን ድማ ፍርቂ ባናና እኽልቲያ። እቲ ባናና ብስርዓት ምስ ጠሓንናዮ ምስ ሓደ ማንካ ጣውላ ርጎ ብምሕዋስን ብምቕጻል ድማ ሓደ ማንካ ጣውላ መዓርን ፍርቂ ማንካ ጣውላ ለሚንን ብምሕዋስ ሙሉእ ብሙሉእ ሚክስ ምግባር ማለት ምትሕውዋስ። ድሕሪ'ዚ ዝኾነ ኣብ ገዛ እተዳልዎ ማስክ ቅድሚ ምጥቃምኩም ሓደ ክልተ ሰለስተ ደቓይቕ እቲ ጥረ ነገራት ክሳብ ዝወሃሃድ ምጽባይ። ብምቕጻል ድማ ብጽሩይ ናይ ገጽ ማስክ ብሩሽ ገጽና ምልካይን ድሕሪ'ዚኤን ዓሰርተ ሓሙሽተ ደቓይቕ ምጽባይን ሽዑ ልብጥ ብዝበለ ማይ ጌርና ምሕጻብ። እዚ ኣብ ሰሙን ካብ ክልተ ክሳብ ሰለስተ ግዜ ምጥቃም ይከኣል። እምበኣር እዚ ናይ ገጽ ማስክ'ዚ ኣብ ውሽጡ ቫይታሚን ኢ፣ ሲ፣ ፖታሽየም፣ ላክቲክ ኣሲድ፣ ኣልፋ ሃይድሮክሲ ኣሲድን ብዙሓት ጠቐምቲ ንጥረ ነገራት ኣለዉዎ። ዝሞቱ ናይ ቆርቦት ዋህዮታት እናሕቀቐ እውን የልዕሎም። ብፍላይ ዘይታዊ ገጽ ማለት ቅብኣት ዘለዎ ገጽ ብጣዕሚ ጠቓሚ ይኸውን። ስለዚ እዚ ማስክ ንመለስለሲ፣ ንቆርበት ምእራግን ማዳ ንምክልኻልን ከምኡውን ቆርበት ገጽ ውጹእ ሕብሪ ንክህልዎ ይገብር። ሳልሳይ፣ ናይ ድንሽ ናይ ገጽ ማስክ ዘድልዩና ትሕዝቶ ደማ፣ ሓደ ማእከላይ ዓቐን ዘለዎ ድንሽ፣ ናይ ሩዝ ሓርጭን ጸባን። መጀመርያ እቲ ድንሽ ሓጺብና ቀሪፍናን ንጥሕኖ። ቀጺልና ኣብቲ ዝጠሓንናዮ ድንሽ ሓደ ማንካ ጣውላ ሓሩጭ ሩዝ ብምውሳኽ ብስርዓት ምሕባር፣ mix፣ ምግባር። ድሕሪዚ ክልተ ማንካ ጸባ ብምውሳኽ። ብስርዓት ኣሕቢርና ሕትስ ምስ በለ ንክልተ ደቓይቕ ንገድፎ። ብድሕሪኡ ሙሉእ ገጽና ብስርዓት ምልካይ። ብፍላይ እቲ ማዳ ዘለዎ ክፋል ገጽና ንክልተ ወይ ከኣ ሰለስተ ደቒቕ ዝኸውን ብፎኪስ ማሳጅ ምግባር። ብምቕጻል ካብ ዓሰርተ ክሳብ ዓሰርተ ሓሙሽተ ደቓይቕ ብምጽናሕ ልብጥ ብዝበለ ማይ ምሕጻብ የድሊ። ስለዚ እዚ ናይ ገጽ ማስክ እዚ ኣብ ሰሙን ክሳብ ሰለስተ ግዜ ክንጥቀመሉ ንኽእል ኢና። ብፍላይ ድማ ንብጸሓይ ዝተሃሰየ ገጽ ብምሕካም ውጹእን ዘንጸባርቕን ልስሉስን ቆርበት ገጽ ህበና። ካልኣይ ናይ ህሩድ ናይ ገጽ ማስክ ዘድልዩና ትሕዝቶታት ድማ ህሩድ ናይ ሩዝ ሓርጭ፣ መዓርን ከምኡውን ቆርበትኩም ዘይቲ ዘውጽእ እንተ ዀይኑ ርግኦ። ቆርበትኩም ደረቕ እንተ ዀይኑ ድማ፣ ናይ ኣልሞንድ ወይ ድማ ናይ ኮኮናት ዘይቲ የድሊ። ሽዕኡ ክልተ ማንካ ጣውላ ሁሩድ፣ ሓደ ማንካ ናይ ሩዝ ሓርጭ፣ ክልተ ማንካ ርግኦ ወይ ንደረቕ ቆርበት ድማ ሓደ ማንካ ናይ ኣልሞንድ ወይ ድማ ኮክናት ዘይቲ ከምኡ ድማ ሓንቲ ማንካ መዓር ጌርካ ብስርዓት ሚክስ ምግባር ወይ ድማ ብስርዓት ምትሕውዋስ ካብ ክልተ ክሳብ ሰለስተ ደቂቅ ኣብኡ ገዲፍካዮ ብምጽናሕ ብድሕሪኡ ገጽና ምሉእ ብምሉእ ምልካይ ብድሕሪኡ ክሳብ ዓሰርተ ሓሙሽተ ደቂቅ ክሳብ ዝነቅጸልና ምጽባይ ኣብ መወዳእታ ልብጥ ብዝበለ ማይ ብስርዓት ምሕጻብን ብፍላይ እቲ ህሩድ ካብ ገጽኩም ምሉእ ብምሉእ ምጥፋኡ ክተረጋግጹ ኣለኩም። እምበኣር ሁርድ ብዙሕ ጥቕምታት ዘለዎ ክኸውን ከሎ፣ ብዘለዎ ትሕዝቶ ኣንቲኦክሲዳንትን ኣንቲኢንፊላማቶሪ ንጥረ ነገርን፣ ቆርበት ገጽና ተፈጥሮኣዊ ናይ ምንጽብራቕ ብቕዓቱ ንኽምለስን ከምኡ'ውን ድሕር ፈጸጋ ዘለዉ ጸለምቲ ኑቕታታት ማለት ዳርክ ስፖት ኣብ ከይዲ ድሕሪ ግዜ ብምድብዛዝን ብምጥፋእን ውጹእ ናይ ገጽ ሕብሪ ከምዝህልወና ይገብር። ቀዳማይ፣ ናይ ኮሚደረን ኣጃን ናይ ገጽ ማስክ። ዘድልዩና ትሕዝቶታት ድማ፣ ኮሚደረ፣ ናይ ኣጃ ሓሩጭ፣ ርጎ። መጀመርያ ሓደ ማእከላይ ዓቐን ዘለዎ ኮሚደረ ብግቡእ ኣጽሪና ሓጺብና ንጥሕኖ። ቀጺልና ካብቲ ጥሒንና ዘዳለናዮ ኮሚደረ ክልተ ማንካ ብምጭላፍ ምስ ሓደ ማንካ ርጎን ምስ ሓደ ማንካ ሓሩጭ ኣጃን ብግቡእ ምሕዋስ፣ ብድሕሪ'ዚ ኣብ ዝሕል ዝበለ ሓዊ ብምስኽታት ብግቡእ እናኾስና ቁሩብ ልብጥ ምስ በለ ኣውሪድና ክሳብ ዝዝሕል ምጽባይ። ብግቡእ ምስ ዝሓለ ሙሉእ ገጽና ብምልካይ ንቕጽ ንኽብል ን ዓሰርተ ሓሙሽተ ደቒቕ ብምጽባይ ድሕሪ'ዚ ከምቲ ልሙድ ልብጥ ብዝበለ ማይ ጌርና ገጽና ብግቡእ ምሕጻብ። ነዚ ኣብ ሰሙን ክልተ ወይ ሰለስተ ግዜ ክንጥቀመሉ ይግባእ። ተደሊና እውን ኮሚደረ ብምምታር መዓልታዊ ገጽና ክንለኽዮ ንኽእል ኢና። እምበኣር ኣጃ ገጽና ንምጽራይን ኣብ ቆርበት ገጽና ጉድጋታት ንዝኽውሉ ርስሓታት ንምጽራይ ይሕግዘና። ርጓውን ብዘለዎ ትሕዝቶ ላክቲክ ኣሲድ ኣቢሉ ንዝሞቱ ዋህዮታት ብምቕራፍ ይኣልየልና። ኮሚደረ ውን ብፍላይ ንቕብኣታዊ ቆርበት ገጽ ዘለዎም ሰባት ናይ ቅብኣት መጠን የጉድል። ዝተፈላለየ ሕብሪ ገጽ ዘለዎም ድማ ሓደ ውጹእ ሕብሪ ከም ዝህልዎም እገብር። ከምኡ ድማ ብዘለዎም ትሕዝቶ ላይኮፒንግ፣ ኣንቲኦክሲዳንትን ኣንቲ ኢንፊላማቶርን ኣብ ገጽ ንዝፍጠሩ ናይ እርጋን ምልክታት ይከላኸል። እምበኣር እዞም ናይ ተፈጥሮ ማስክታት ኣብ ገዛኹም ብምድላው ክትጥቀሙሎም ትኽእሉ ኢኹም። ካብዞም ኣርባዕተ ናይ ገጽ ማስክታት ብተወሳኺ፣ ብዙሓት ዝጥቀሙሉ ድማ ኣቨካዶን ርጎን መዓርን ብምትሕውዋስ ብቐሊሉ ናይ ገጽና ወዝ ክንመልስ ንኽእል። ኣብ መወዳእታ ካብ ናይ ተፈጥሮ ኣማራጺ ውጽእ ኢልና ተርእይና ድማ ኣፕል ሳይደር ቬኒገር እዩ። እዚ ብፍላይ ንብዙሕ ቦታ ዝሽፍንን ብተደጋጋሚ ፈጸጋ ዝወጸኩም እንተኾይኑ ይጠቕመኩም እዩ። ሓንቲ ማንካ ኣፕል ሳይደር ቬኒገር ምስ ክልተ ማንካ ጽሩይ ማይ ብምሕዋስ፣ ካብ ሓደ ክሳብ ክልተ ደቒቕ ፈጸጋ ኣብ ዘለዎ ጥራይ፣ ብጽሩይ ጡጥ ብፎኪስ ምድራዝ፣ ቅድሚ ምሕጻብኩም ድማ ን ዓሰርተ ሓሙሽተ ደቒቕ ዝኣክል ምጽባይ። ነዚ ድማ ኣብ ሰሙን ካብ ሰለስተ ክሳብ ኣርባዕተ ግዜ ክንገብሮ ንኽእል። ኣፕል ሳይደር ቬኒገር ኣንቲባክተርያን ዝኾኑ ንጥረ ነገራት ስለዘለዎም፣ ብሳዕቤን ፈጸጋ ንዝፍጠሩ ኢንፌክሽናት፣ ንምክልኻል ይጠቅም፣ ከምኡ ድማ ብድሕሪ ፈፀጋ ዝፍጠሩ ፀለምቲ ኑቕታታት ወይ ድማ ዳርክ ስፖት እንብሎም ንምጥፋእ ይጠቅም። ይኹን እምበር ትሕዝቶ ኣሲድነቱ ንምጉዳል ማይ ምሕዋስ ዘይምርሳዕ። ዝፈትወኩም ክቡራት ተኸታተልቲ መደበይ በዚ ዘምፃእኩልኩም መደብ ተማሂርኩምን ተጠቂምኩምን ክትኮኑ ተስፋ እገብር። ኣብ ዝመፅእ ብኻሊእ ትሕዝቶ ክሳብ ንራኸብ ሰላም ቀንዩ።